ሰላም ወሰናይ ሰላም ወሰናይ ከመይ ሓዲርኩም ደሓን ዶ ሓዲርኩም ሎሚ ናይ ዕለቱ ናይ ዕለት ዕስራን ሰለስተን መጋቢት ክልተ ሽሕን ዕስራን ሓሙሽተን ናይ መዓልቱ ንባብና ኦ ወዲ ሰብ ስለምንታይ ከም እትህወኽ ትፈልጥ ዶ ስለምንታይ ኢኻ ትህወኽ ዘለኻ ስለምንታይ ኢኻ ሸበድበድ ትብል ዘለኻ ስለምንታይ ኢኻ ተብተብ ትብል ዘለኻ ትፈልጥ ዶ ኣየ ወዲ ሰብ ነገራት ከምቲ ዝደለኻዮምን ዝመደብካዮምን ዝሓሰብካዮምን ንዓኻ ዘሕጉስ ንዓኻ ዘየሕጉሱን ምዃኑ ምስ ከም ትጽቢትካ ሶሪ ንዓኻ ዘየሕጉሱን ምዃኖም ምስ ኣበዩኻ ኢኻ እትህወኽ ሸበትበት እትብል ከምቲ ንስኻ ዝደለኻዮ ከምቲ ንስኻ ዝሓሰብካዮ ከምቲ ንስኻ ዝመደብካዮ ምዃን ነገራት ምስ ኣበዩኻ ሓጎስ ኣብኡ ምስ ሰኣንካ ሽዑ ትህወኽ ሸበድበድ ትብል ኣንታ ወዲ ሰብ መን ኣሎ ኣብዛ ዓለም እዚ ኣብቲ ዝደለዮ ሰዓት ነገራት ከም ድልየቱ ዝኾነሉ እትደልዮ ሰዓትን ኣብቲ ዝደለዮ እዋን ነገራት ከም እትደልዮ ዝኾነሉ ሰብስ መን እዩ ዘሎ ነገራት ኣብ ኢድካ ኣይኮኑን ዘሎ ከምቲ ንስኻ እትደለኻዮ ከምቲ ንስኻ እትመደብካዮ ነገራት ኣብ ሰዓቱን ኣብ መደቡን ባዕሎም እዮም ዝኾኑ ንስኻ እቲ ድሌት እቲ ትምኒት እቲ ሃረርታ ቦትኡ ግደፎ ከምኡ ክኸውን ኣለዎ ኢልካ ግን ተብተብ ኣይትበል ሸበድበት ኣይትበል ፀርፀር ኣይትበል ምክንያቱ ነገራት ተብተብ ኢልካ ሸበድበት ኢልካ ኣንፀርፂርካ ላዕሊ ታሕቲ ኢልካ ወረድ ደይብ ጌርካ ኣይትልውጦም ኢኻ እዚኣቶም እዮም ሕጂ ነገራትካ ዝህውህዎ ዘዕበድብድዎ ወል ሓደ የልቦን ምክንያቱ ነገራት ኣብ ግዜኦም እዮም ዝልወጡ ነገራት ኣግዜኦም እዮም ዝልወጡ ነገራት ኣግዜኦም እዮም ዝበስሉ ነገራት ኣብቲ ሰዓት እዩ ዝኸውን ቆልዓ ናይ ሰለስተ ወርሒ ደሊኻ ቆልዓ ሰለስተ ወርሒ ክተምፅእ ትኽእል ዲኻ ሓጋይን ክረምትን ክትሓዋውሶም ትኽእል ዲኻ ነው። ስለዚ ኣብቲ ምዱብ ሰዓቱ ኣብቲ እዋኑ ከከም ግዜኡን ከከም ፍጥረቱን እዩ ነገራት ዝኸውን ምስ ግዜ እዮም ከዓ ፍጥረቶም ከይቀነሱ ኣብ ሰዓቱ ዝሕንበቡ ስለዚ እቲ ትደልዮ ግዚኡ ሰዓቱ መዓልቱ ሓልዩ ኣብቲ ምዱብ ሰዓት ኣብቲ ምዱብ ግዜ ኣብቲ ምዱብ እዋን ኣብኡ ክኸውን እዩ እዚ እመን ንስኻ ነቲ ምዱብ ሰዓት ነቲ ምዱብ ግዜ ነቲ ራይት ታይም ዝኾነሉ ሰዓት ኣብኡ ክትፅበ ፈትን እዚ እቲ ብስለትካ እዚ እቲ ዕብየትካ እዚ እቲ ኣብኡ እዩ ሕጂ ትርግኣት ክሳብ ነገራት ኣብ ግዜኡን እዋኑን ዝኾኑ ብትዕግስትን ብዓቕልን ክትፅበ ምኽኣልካ እዚ እዩ ትርግኣትካ እዚ እዩ ትህድኣትካ ነገራት ኣብ እዋኑ ክሳብ ዝኾኑ ዘይምጽባይ ከኣ ናብ ታህዋኽ ይፈጥረልካ፣ ናብ ሸበድበድ ይፈጥረልካ፣ ናብ ነውጺ። ሽዑ እቲ ግጭት ዝመጽእ፣ ሽዑ እቲ ሕርቃን፣ ሽዑ እቲ ብዙሕ ነገር ኣሃ ሽዑ እተጥፍእ። ስለዚ እትደልዮ ግዚኡ፣ ሰዓቱ፣ መዓልቱ ሓልዩ ኣብቲ ምዱብ ግዚኡ ክኸውን ስለ ዝኾነ ኣይትተሃወኽ፣ ንኹሉ ግዜ ኣለዎ። ንኹሉ ግዜ ኣለዎ ግዜ ሓጎስ ግዜ ሓዘን ግዜ ንብዓት ግዜ ሰሓቅ ግዜ ብኽያ ግዜ ቀውዒ ግዜ ዘርኢ ግዜ ክረምቲ ግዜ ኣሎ ኣብቲ ግዜ ከምቲ ግዜ ኣብቲ ግዜ ከምቲ ግዜ ከምቲ ግዜ ዝጠልቦ ኾኑ ክትከውን ግን ተጋደል በቲ ናይቲ ግዜ ሕግን ስርዓትን እዋንን ክትመላለስ ነብስኻ ግታ እዚ እቲ ናይ ወዲ ሰብ ዕብየት ንብሎ ዘለና ናይ ወዲ ሰብ ብስለት ንብሎ ደጋጊምና ንብሎም ዘለና ቃላት እዮም እዚኣቶም ኣብቲ እዋኑ ከምቲ እዋኑ ከምቲ ግዜኡ ነቲ ግዜኡ መሲልካን ተረዲእኻን ምኻድ እቲ ዝዓበየ ብስለትካን ዓወትካን ኢና ንብሎ ዘለና ነገራትካ ኣብ እዋኑ ክፍፀሙ ምዃኖም ኣሚንካ ከይተሃወካን ከይተረበሽካን ብዓቕሊ ተፀበዩ ምኽንያቱ ታዋኽ ሸበትበት ፍረ ስለ ዘይብሉ። ነገራት ኣብ ግዜኡን ኣብ እዋኑን ክኾኑ እዮም ኢልካ ብዓቕሊ ብትዕግስቲ ክትጽበዮም እንከለኻ እዚ ናበይ እዩ ዝወስደካ? ናብ ብስለትን ዕብየትን ናብቲ መንፈሳዊ ርድኢትን እዩ ዝወስደካ። ናብቲ ናይ እግዚኣብሔር ኣምልኾ ሓልየትካ ይወስደካ። እቲ ዘሎ ኣብቲ ሰዓቱ ኣብቲ እዋኑ ክገብሮ እዩ ኣብ ኢድካ እዩ ዘሎ ኢልካ ኩነታትካ ናብ ኢድ እግዚኣብሔር ምርካብ ይሕግዘካ። ንሱ ኣብ ሰዓቱ ከም ዝገብሮ ትኣምን ኣለኻ ማለት እዩ። ኩሉ ካብ ኢድካ ወጻኢ ነገራት ከም ዘለዉ ይርድኣካ ኣሎ ማለት እዩ። መብዛሕትኡ ግዜ ኩሎም ነገራት ኣብ ኢድና ክንሕዞም ኢና ንደሊ። ስቴርሶ ባዕልና ክንዝውሮም ኢና ንደሊ። ገና ዘዋሪኦም ግን ኣለዉ። ኣመሓድሪ ኣለዎ፣ ናይቲ ግዜ ኣመሓዳሪ ኣሎ፣ ናይቲ ግዜ ኣዛዚ ኣሎ። ናይ ነገራት ፈጻሚ ኣሎ እግዚኣብሔር ኣምላኽ ነቲ ፈጻሚ ነቲ ሓጋጊ ነቲ ዋና ዝኾነ እግዚኣብሔር ነገራትና ንግደፎ ንዕኡ እንተደኣ ገዲፍናዮ ካብ ተብተብ ካብ ሸበትበት ካብ ታህዋኸ ክንድሕን ኢና ንሱ ኣብ ሰዓቱ ኣብ ግዜኡ ኩሉ ሰናይ ገበሮ ሰናይ ከም ዝገብሮ እመን ክሳብ ዝገብሮ ከዓ ተዓገስ ተፀመም ተፃወር ዓቕሊ ግበር